ዎረን ባፈት ከምዚ ይብል፣ እንድሕር ደኣ ንስኻ ደቂስካ እንከለኻ ናይ ገንዘብ ኣታዊ መገዲ ክትረክብ እንተዘይክኢልካ፣ ንስኻ ክሳብ ዕለተ ሞትካ ክትሰርሕ ክትግደድ ኢኻ ይብል። እዚኣ ኸኣ እታ ቀንዲ ነጥቢ ስለምንታይ ንሕና ገንዘብና ኣብ ስቶክ ማርኬት ክነዋፍሮ፣ ከማና ህርኩት ሰራሕተኛ ኮይኑ ንዓና ወለድ ከምጽኣልና ተገድደና። ናይ ብሓቂ ኣብ ብዙሕ ኣብ ብዙሕ ቻነላትን ብዙሓት ሰባት መቸም ገንዘብና ኢንቨስቲር እንተጌርናዮ ክወልደልና ይኽእል እዩ፣ ወለድ ከምጽኣልና ይኽእል እዩ ዝብል ናይ ብሓቂ ኣብ ብዙሕ ዝኾነ ርእኹም ኣለዎም። ብርግጽ እቲ ሕቶ ከምዚታት ዓይነት ናይ ብሓቂ ኣሎ ድዩ ዕድላት ገንዘብና ንዓና ወለድ ንኸምጽኣልና ንዝብል ናይ ብሓቂ ኣሎ። ብፍላይ ሎሚ ኣብዚ ናይ ኢንተርነት ግዜ ንሕና ብቐሊሉ ገንዘብና ሓንሳብ ኢንቨስቲርን ጌርና ገንዘብና ንዓና ወለድ ንኸምጽኣልና ማለት እዩ። እዚ ኸኣ እቲ ቀንዲ ነጥቢ ኣብዚ መቸን ቀንዲ ከመሓላልፎ ዝደሊ ገንዘብካ ኣዋፊርካ ንስኻ ዓሰርተ ሽሕ ዒስራ ሽሕ ኣዋፊርካ ኣይፈለጥኩን ዋላ ፍርቂ ሚልዮን ኣዋፊርካ ንስኻ ሚልዮንያ ንኽትከውን ኢኻ ኣይኮነን እቲ ቀንዲ መልእኽቲ እቲ ሕቶ ንስኻ ብዘየገድስ እቲ ዘለካ ገንዘብ ኣብ ስቶክ ማርኬት ኣዋፊርካ ንዓኻ ወለድ ከምጻልካ እንከሎይ ንኣብነት ሓሙሽተ ሰራሕተኛ ኣብ ሓንቲ ትካል ንይነጥፉ ዝተፈላለየ ዓይነት ክእለታት ከኣ ነታ ትካል ይህብዋ ጸኒሖም ንበሎም እዛ ትካል ብዝተፈላለየ ምክንያት ትደክሞ ነዞም ሰራሕተኛታታ ከኣ ክሰጉግ ትግደድ ስለዚ እዞም ሰራሕተኛታት ሓሙሽኦም ክስጎጉ እንከለዉ እንድሕር ደኣ እቲ ሓደ ኢንቨስቲርን ይጠቅምን ራብሓን ከም ዘለዎ ተረዲእዎ ገንዘቡ ኢንቨስቲርን ክገብር እንድሕር ደኣ እንተወሲኑ ካብቲ ዝመፆ ነበረ ደሞዝ ሴፍ እንዳገበረ እቲ ሴፍ ዝገበሮ ከዓ ኣብ ስቶክ ማርኬት ኢንቨስቲር ይገብሮ እንድሕር ደኣ እንተፀኒሑ እሞ ከዓ ማዕረ ማዕሪኡ እቲ ፖርትፎልዮ ናቱ ወለድን ዕቤትን ከምፃሉ እንድሕር ደኣ ተፀኒሑ ካብቶም ሓሙሽተ ሰባት እቶም ኣርባዕተ ብዛዕባ መፃኢኦም ብስክፍታን ብሽቑረራን ክኸዱ ከለዉ ንሱ ግን ኣፍ ልቡን ደረቱን ነፊሑ ብሓጎስን ብደስታን ይኸይድ ስለምንታይ ምኽንያቱ እሰብ እዚ እቲ ግዚኡን እቲ ገንዘቡን ንዕኡ ገንዘቡ ገንዘብ ከምፅኣሉ ስለዝፀነሐ ማለት እዩ ስለዚ እዙይ ኻዓ እቲ ፍልልይ ስለምንታይ ንሕና ገንዘብና ኣብ ስቶክ ማርኬት ክነዋፍሮ ዘለና ስለምንታይ ንሕና ገንዘብና ከማና ሁርኩት ሰራሕተኛ ኾይኑ ክሰርሓልና ከምዘለዎ ኩሉ ግዘ እትም ገንዘብኩም ኣዋፍሩ ወይ ገንዘብኩም ኢንቨስቲርን ግበሩ ዝብሉ ሰባት ነዚ ንኽብሉ ወይ ነዚ ንኸመሓላልፉ እዮም ኮይኑ ዝስማዕኒ ስለዚ ቀንዲ ናተይ ኣብዚ ከመሓላልፎ ዝደሊ ንስኻ ሚልዮንያ ክትከውን ድሕር ዳኣ እቲ ፎክስ ናትካ ሚልዮንያ ንኽኸውን እየ ኣነ ናይ ናጻ ሓርነት ቆጠባ ክህልወኒ ኣብ ሂወተይ እየ ዝደሊ እንድሕር ንብል እንተኾይኑ ናይ ብሓቂ ንስኻ ክትበጽሖ ዘይትኽእል መገዲ ወይ ክትበጽሖ ዘይከኣል ዕላማ የለን እንተኾነ እቲ ቀንዲ ኣብዚ ክብሎን ከመሓላልፎን ዝደሊ ንሕና ብዘየገድስ ንኣብነት ዓሰርተ ሽሕ ሃሊካ እተን ዓሰርተ ሽሕ ንስካ እንድሕር ድኣ ኢንቨስቲር እንተገርካየን እተን ዓሰርተ ሽሕ ሓሙሽተ ሽሕ ወለድ እንድሕር ደምጻልካ ተኮይነን ሚልዮንያ ኣይኮንካን ሓሙሽተ ሽሕ ወይ ድልካ ዘሎ ዓሰርተ ሓሙሽተ ሽሕ ኮይንልካ ዘሎ ኣብ ኮንትኻ ዲ ኣብ ገዛኻ ዲ ወይ ኣብ ኣካውንትኻ ተቀሚጡ ኢተን ዓሰርተ ሽሕ ንስካ ዓሰርተ ሽሕ ኣይኮነን ኣምጺኣልና ኢልካ ዘለዋ እኳ ደኣ ማዕረ ማዕሪኡ ዝቅባበ ገንዘብ ኣጋጢምዎ እቲ ገንዘብካ ክሳራ እዩ ዘጋጥሞ ዘሎ እዚ እዩ እቲ ቀንዲ ናተይ ፎኩስ ኣብዚ ከመሓላልፎ ዝደሊ ንስካ ገንዘብካ ኢንቨስቲርን ክትገብሮ ትክእል ኢካ እቲ ገንዘብካ ከኣ ማዕረ ማዕሪኡ ካብቲ ናትካ ርዚኮ ከመይ ዓይነት ርዚኮ ንስካ ትመርጽ እሱ ኣብ ናትኩም ወይ ኣብ ኣብቶም ኣባኻ እዩ ድምርኮስ ስለዚ እቲ ቀንዲ ኣብዚ ክንርድኦ ዘለና ንሕና ኢንቨስቲርን ይጠቅም ምዃኑ ተረዲእና ንገንዘብና ውሕስነት ዘለዎ ኸኣ እቲ እንኮ ስቶክ ማርኬት እዩ ስለዚ እዚ እንድሕር ደኣ ተኾይኑ ገንዘብና ኣብ ስቶክ ማርኬት ክነዋፍሮ ገንዘብና ገንዘብ ከምጻልና ከምቲ ወርን ባፈድ ዝበሎ ማለት እዩ ንሕና እንድሕር ደኣ ደቂስና እንከለና ንሕና ክንቀሳቐስ እንከለና ንሕና ክንሰርሕ እንከለና ማዕረ ማዕሪኡ ገንዘብና ብዘየገድስ ክንደይ ይወልደልካ እንድሕር ድኣ ንስኻ ገንዘብካ ተዋፊርካዮ ወለድ ደምጻልካ ተኾይኑ ናይ ብሓቂ እዚ ንኸመሓላልፍ ኢሉ እዩ ኸኣ ዎረን ባፈት ንስኻ ደቂስካ እንከለኻ እንድሕር ድኣ መገዲ ተዘይረኺብካ ገንዘብ ከምጻልካ ዝኽእል ንስኻ መዋእልካ ክትሰርሕ ክትግደድ ኢኻ ዝበሎ ስለዚ ንሕና ስጉምቲ ክንወስድ ክንክእል ኣለና ገንዘብና ኢንቨስቲር ክንገብር ኢንቨስቲር ጌርና ከዓ ማዕረ ማዕረ እዩ ንሕና እቲ ናትና ፖርትፎልዮ ንዓና በቲ ዝርድኣና ወይ ንዓና በቲ ቴምቦ ናትና ወይ በቲ ናትና ንጥፈት ኢንቨስቲር ክንገብር ይላቦ ስለዚ ክሳብ መወዳእታ ምሳይ ስለ ዝፀናሕኹም ኣብ ካልእ ቪድዮ ብካልእ ክሳብ ንራኸብ ሓውኹም ግርማይ ደሓን ኩኑ ቻው ቻው